ሰላም ዝኸበርኩምን ዝተፈትኹምን ክቡራት ስድራ ቤት ናይ ቻነል ከመይ ቀኒኹም? ኣኣብ ዘለናዮ ሰላም ቀኒና ክንከውን እንዳተመነኹ ደጊመ እንቋዕ ብደሓን መጻኹም ናብዚ ቻነል እንዳበልኩ ሎማዓንቲ ሓደ መዘራረቢ ዛዕባ ሒዘ መፂኤ ኣለኹ። እዚ ሎማዓንቲ ሒዘዮ መፂኤ ዘለኹ መዘራረቢ ዛዕባ ድማ ኣዝዩ ተኣፋፊ ዝኾነ ኣርእስቲ ሃንደፍ ኢልካ ምስ ዝኾነ ሰብ ክትዛረበሉ ዘይትኽእል እንተኾነ ግን ንውሽጥኻ ምስ ኣተወ ኣዝዩ ዝቐንዝወካ ኣዝዩ ዝሃስየካ እሞ ኻዓ ሰብ ከንብቦ ዘይክእል ዋላ ውን ምስ ሰብ እንተዕለልካዮ ንሰብ ውን ክርድኦ ዘይክእል ዛዕባ'የ ሒዘ መጺኤ ዘለኹ። እንተኾነ ግን ኣዝዩ ኣገዳስን ኣብ ህይወትና ድማ ብዙሕ ዘጋጥመና ተርእዮታት ስለ ዝኾነ እየ ነዚ ሓሳብ'ዚ ሒዘዮ መጺኤ ዘለኹ። ቃንዛ ኣደ ዝብል ኣርእስቲ ድማ ሂበዮ ኣለኹ። ስለምንታይ'የ ሓንቲ ወላዲት፣ ሓደ ወላዲ፣ ውላድካ ምስ ወለድካዮ ብዝተፈላለየ መንገዲ ገዲፍካዮ ትመጽእ እሞ ብድሕሪኡ ዝሓሸ ናብራ ንኽነብር ኢልካ ናብቲ ንስኻ ዘለኻዮ ቦታ ተምጽኦ። ኣብቲ ንስኻ ዘምጸኻዮ ቦታ ብዙሕ ዕድላት ኮለዎ እቲ ዕድላት ከይተጠቐመ ንህይወት ግን ብኻልእ መንገዲ ብኻልእ ቅርጺ እንተሓዛ እስኻ ድማ ከም ወላዲ መጠን እቲ ትሪኦ ነገር ኣቐዲሙ ዝኸውን ነገር ከጋጥም ዝኽእል ነገር ስለትሓስብን ስለ ዝረኣየካን በዚ ኣዝዩ ልብኻ ይጉሂ፣ በዚ ድማ ኣዝዩ ብርቱዕ ቃንዛ ይስምዓካ። እዚ ቃንዛ እዚ ግን ምስ ሰባት ቀልጢፍካ ክትዛረበሉ ኣይትኽእልን ኢኻ፣ ዋላ እንተ ተዛረብካ እውን ሰባት ኣይርድኡኻን እዮም። ከምኡ ስለ ዝኾነ እዩ ድማ ቃንዛ ኣደ ኢሉዮ ዘሎ። ምኽንያቱ ኣደ ክትወልድ ከላ ካብቲ መጀመርያ እቲ ህጻን ኣብ ከርስና ክህነጽ ከሎ ድቂ ምስ ሓዝናዮ ኣትሒዝና ክሳብ ዝዓቢ ኮታ ክሳብ ብሂወት ዘለና ወላዲ ወላዲ እዩ ብፍላይ ናይ ኣደ ድማ ፍሉይ ከምኡ ስለ ዝኮነ ድማ እየ ቃንዛ ኣደ ኣኢለዮ እዚ ቃንዛ ኣደ ግን ኩሉ ሰብ ኣይርድኦን እዩ ሕጂ ከምዚ ክብል ከለኩ እንታይ እየ እተን ቃንዛ ዘይብልክን ኣሕዋተይ ኣዴታተይ መሓዙተይ ጽቡቅ ከምዚ ከማይ ግን ቃንዛ ዓዲ ዝልውን ኣዴታት ክህልዋ ስለ ዝኽእላ እሞ ኣዝዩ ብርቱዕ ቃንዛ እንዳ ተስምዐን ኣብ ውሽጠን ክሓዝና ከለዋ ክጉህያ ከለዋ ክበኽያ ከለዋ እዚ ቃንዛ እዚ ውን ዝርድኦ ከም ዘለዎ ነዚ ቃንዛ እዚ ዝሕዊ ኣካል ከም ዘሎ ከበሽረክን ኢለ እየ መጺኤ ሰሉስ። ልክዕ ከምቲ ዝበልክዎ ቃንዛ ኣደ ሓያል እዩ። ቃንዛ ንውሽጢ ሰሊኹ ምስ ኣትወ ድማ ኣዝዩ እዩ ዝሕመካ። ኩሉ ሰብ እውን ኣይርድኣካን እዩ። ትበኪ፣ ትሓዝን፣ ትነብዕ፣ ኣብ ህይወት ትጣዓስ እንታይ እየ ገይረ? ገዲፈያ ስለ ዝመጻኹ ድየ? ገዲፈዮ ስለ ዝመጻኹ ድየ? ኣብዚ ምስ መጻኹ ክሰርሕ፣ ክመሃር፣ ነቲ ህይወት ካብ ዜሮ ጀሚረ ነቲ ህይወት ክሰርዖ ክሃንጾ ስለ ዝጀመርኩ ኣብኡ ድዩ ጌጋ ከይዱ? ኣብኡ ድዩ እቲ ጌጋ ተፈጺሙ? እንዳበልካ ንህይወትካ ብዙሕ ትሓታ፣ ብዙሕ ትጣዓስ። ግዜ ድየ ዘይሃብክዎ ኮይነ? ግዜ ድየ ዘይሃብክዋ ኮይነ? ትብል። እንተኾነ ግን እሱ ከም ዘለዎ ኮይኑ ኣብኡ እንተደኣ ነይረ፣ ኣብኡ እንተደኣ ነቢርኪ ሓፍተይ፣ ኣብኡ እንተደኣ ነይርኪ ጓለይ፣ ኣብኡ እንተደኣ ነይርኪ መሓዛይ፣ ኣብኡ እንተደኣ ነቢርኪ ዓደይ ኣብዚ ብዛዕባ ሕሉፍ እንዳተጣዓስኪ ብዛዕባ ሕሉፍ እንዳጎሃኺ ኣዝዩ እቲ ቃንዛ ኣደ ክብርትዓኪ እዩ ኣዝዩ ድማ ንውሽጥኺ ክሃስየኪ እዩ ክህሰ ኣይደለኹን ክትህሰዪ ኣይደለኹን በዚ ምኽንያት እዚ እየ ኸኣ ሎምዓንቲ በዚ መስኮት እዚ መጺኤኪ ዘለኹ። ዋላ እኳ ንሰባት ገሊጽናሎም እቲ ቃንዛ ውሽጥና ኣይረዳኣዮም፣ ዋላ እኳ ንሰባት ክንገልጾ ቀሊል ዘይኮነ ኣዝዩ ረዚን ዝኾነ ኣርእስቲ ይኹን፣ እንተኾነ ግን ዝርዳኣና ቃንዛ ውሽጥና ኣለና። ንሱ ድማ እቲ ዝፈጠረና፣ እቲ ብሰላም ደቂስና ክንትስእ ዝረድኣና፣ እቲ ድኽም ኢልና መጺእና ልብና ኣጥፊእና ደቂስና ንግሆ ክንትስእ ከለና ምስ ሓድሽ መዓልቲ ሓድሽ ሓይሊ ዝሃበና እሱ ይሓሊ። ንዓና ጥራይ ደይኮነን ድሓሊ ነቲ ውሉድና ነታ ውሉድና እንብላ ብኣኣ ቃንዛ ኣደ ዝስምዓና ዘሎ ውሽጥና ኣዝዩ ዝስቀን ኣዝዩ ዝቕንዞ ዘሎን እሱ ይሓልዩ። እዚ ብሽራት እዚ ስለ ዘለኒ እየ ኸኣ ሎምዓንቲ መጺኤኪ ዘሎኹ። ንበይነይ ኣይኮንኩን፣ ንበይንኺ ኣይኮንክን፣ ንበይንና ኣይኮንናን። ነዚ ቃንዛና ዝርዳእ ግን ኣለና፣ ዝሓሊ ኣለና፣ እቲ ዝፈጠረና፣ እቲ ኩሉ ዝኽእል። ንዕኡ ንቕረቦ፣ ንዕኡ ንሃቦ። ንሕና ነብስና ህይወትና ምስኡ ነልግባ ኣዚና ምስኡ ንልገብ እቲ ደቂስኪ ከለኺ ደቂስኪ ኣብ መደቀሲኺ ክትነብዒ ከለኺ ንብዓትኪ ድደርሰልኪ እቲ ሎማዓንትስ በቃ ኣይክእልን'የ ኣነ ደኺመ ኣለኹ ኢልኪ ተስፋ ክትቆርፂ ከለኺ ኣጆኺ ኢሉ ፀጋ ዝህበኪ ሓይሊ ዝዕጥቐኪ እሱ ኣሎ ምሳኺ። እሱ ንኹሉ ነገር ክቕይሮ ይኽእል እዩ። ነዚ ቃንዛ ውሽጠይ ነቲ ቃንዛ ውሽጥኺ ክቕይር ይኽእል። ነቲ ምንጪ ናይ ቃንዛና ዝኾነ ክቕይሮ ዝኽእል ኮቶ ንሱ ጥራይ እዩ። ሓንቲ ነገር ግዳ ንሕና ብምስትውዓልን ብርድኢትን ክንሕዛ ኣለና፣ እሱ ይኽእል እዩ። ንዕኡ ንሓዞ፣ እሱ እዩ ዝርድኣና፣ እሱ እዩ ሓሳባት ኣምጺኡ ዘይከሰና። ገዲፍክዮ ስለ ዝመጻኺ፣ ትምህርቲ ስለ ዝጎየኺ፣ ክትሰርሒ ስለ ዝጎየኺ፣ ውላድ ስለ ዝወሰኽኪ፣ ኢሉ ዘይከሰና ንሱ እዩ። እሱ ድኻምና ይፈልጥ። ኣብ ድኻምና ብርተዐ ዝኾነና ንሱ። በቲ ትኣምንዮ እምነት ሓፍተይ፣ በቲ ትኣምንዮ እምነት ጓለይ፣ መጀመርያ ንነብስኺ ክትድሕኒ፣ ንነብስኺ ምስ ደሓንኪ ድማ ነቲ ቃንዛ ውሽጢ ዝገብረልኪ እውን ክድሕን እዩ። እሱ ይኽእል እዩ። ብድሕሪኡ ድማ ነቲ ካልእ ኣዚኺ ኣገዳሲትን ኣዚኺ ፍልይቲ ብርሃን ናይ ህይወት ዝኾንኪ መሰረት ከም ዝኾንኪ ከይረሳዕኪ ንኹሉ ጠምት እዩ ንኹሉ ንዕኡ ሃብ እዩ ንኹሉ ናብኡ ኣውድቕ እዩ ናብቲ ዝፈጠረኪ ሰለዚ ኣብ መወዳእታ እንታይ እየ ክብል ደልየ እቲ ብሽራተይ እቲ ሓሳበይ ናይ ሎምዓንቲ ናባኺ ናባኻትክን ሒዘዮ ዝመጻኹ ዝርዳእ ኣለና ዝሓሊ ኣለና እቲ ጸሓይ ንኹሉ ዘብርቕ እቲ ንኹሉ ዝናብ ዝህብ እቲ ንኹሉ ዘንብር እሱ ምሳና ስለ ዘሎ ንዕኡ ኣሚንና ንዕኡ ጨቢጥና ሒዝና ኣትሪርና ሒዝና ንጽባሕ እንዳ ጠመትና እዚ ውን ክሓልፍ እዩ እንዳበልና ተስፋ እንዳገበርና ክንስጉም ብሓንሳብ ክንብድሆ በቲ ሓይሊ ዝህበና በቲ ዝርድኣና በቲ ዘፍቅረና በቲ ዝሓልየልና እንዳበልኩ ናይ ሎምዓንቲ ሓሳበይ ኣብዚኣ ክዓጹ እየ። እሱ ይሓሊ እዩ። ቃንዛ ውሽጥና ዝፍውስ ንሱ እዩ። ነገራት ኩሎም ሓዱሽ ዝገብር ንሱ እዩ እንዳበልኩ ብኻልእ መዘራረቢ ዛዕባ ክሳብ ዝመፀኩም ናይ ሎማዓንቲ ሓሳበይ ኣብዚ ክዓፁ እየ። ጠቃሚት እያ፣ ድሃንፅ ሓሳብ ኣለዋ፣ ተስፋ ዝህብ ሓሳብ ኣለዋ። ዝብል ምልእኽቲ እንተደኣ ኣርኺብኩምላ ሸር፣ ላይክ፣ ሳብስክራይብ ኣይትረስዑ እንዳበልኩ ብኻልእ ኣጋጣሚ ክሳብ ዝመፀኩም ኣኣብ ዘለናዮ ሰላም ኣምላኽ ይብዝሓልና ቻው።